ናይ ምዕራቕ ማይ ወይ ናይ ምኽዛን ማይ ጉዳይ ተተሓሒዙ ዝረአ እዚ ጉዳይ ናይ ቀረብ ፅሩይ ዝስተ ማይ ኣብ ገጠራትን ከተማታትን እዩ። ኣብ ሓያሎ ከተማታት ኤርትራ እንተላይ ኣብ ኣስመራ ኣብ ቀረብን ኣገልግሎትን ናይ ማይ ጸገማት ኣሎ። ነዚ ቀሪፍካ ውሕስነት ቀረብ ማይ ንምርግጋጽከ እንታይ ይሕሰብ?
ሓንቲ ኣጊድ ናብ ጻዕዳ መገዲ ክንዛረበላ ዘለና ሰብ ኣብ ማይ ዘለዎ እዩ ተኸይድ እምበር ማይ ኣብ ሰብ ዘለዎ ክመጽእ የብሉ እዚኣ ከም ሕጊ እንድሕር ወሲድካያ እዚ ዝግበር ዘሎ ፕሮጀክታት ብምልኡ ነቲ ዝርገሐ ናይ ቁጠባዊ ዕብየት ይኹን ናይ ልምዓት መደባት እውን ኣብ ግምት ኣእትዩ ክሰርሕ ይኽእል ኣሎ። ሕጂ ንሕና መብዛሕትኡ ግዜ ተደኲኑ ዝጸንሐ ከተማታትን ሓውሲ ከተማታትን ኣገልግሎታት ከነቕርበሉ ክንክእል ኣለና ንውዒልና እንድሕር ንዛረብ ኣለና ኮይና መኣዝና ክንስሕት ኢና። ኣብ መወዳእታ ሓንሳእ ኣብኡ መሰ ተኮርካ ኣብኡ እትገብሮ ወፍሪ ኣብኡ እትገብሮ ጻዕሪ ከቢድ ክሳራታት ኣለዎ ተኸፋሊታት ኣለዎ ሕጂ እቲ ሰብ ናብ ቦታ ማይ ይኺድ ኣብ ክንዲ ማይ ናብ ሰብ ደለዎ ቦታ ይምጻእ ትበሃል ቃል ብቓል ክትወስዶ ኣይከኣልን እዩ ግን ሓፈሻዊ መረዳእታ ክህሉ ክእል ኣለዎ። ማይ ዝርከበሉ ቦታ ጥራይ ዘይኮነ እዞም ንመስኖኣዊ ሕርሻ ተባሂሎም፣ ንኢንዱስትሪያዊ ኣገልግሎት፣ ንዝስተ ማይ ኢልካ ኢኻ ተዳልዎም። ሓጽቢ ክበሃል ከሎስ ኩሉ ግዜ ንሕርሻ ጥራይ እውን ኣይኮነን። ንኢንዱስትሪያዊ ኣገልግሎት እውን ክትጥቀመሉ ትኽእል ኢኻ እቲ ማይ። ንዘቤታዊ ኣገልግሎት ኣብ ገዛ ኣብ ቤት እውን ክትጥቀመሉ ትኽእል ኢኻ። ንጽሬት፣ ንጥዕና፣ ንዝስተ ኢልካ ከተብለሉ ትኽእል። ሕጂ። እቲ ዋሕዚ ናይ ሰባት ካብ ዘመን ዘመናት እውን ዝጸንሐ፣ ስለምንታይ እዮም ሰባት ኣብ ገለ ገለ ከባቢታት ክሰፍሩ ዝግደዱ? ኣብቲ ከባቢስ ማይ ክህሉ ይኽእል ኣሎ፣ እኽሊ ክህሉ ይኽእል ኣሎ፣ ንህይወት ዝድግፍ ኩነት ክህሉ ክእል ኣለዎ እዩ። ምስ ዘመናዊ ምዕባሌታት ናይ ጽርግያታት፣ ናይ ኤለትሪክ ኣገልግሎት፣ ካልኦት እተፈላለዩ ምስ ስልጠና እተኣሳሰሩ ምዕባሌታት ግን ከተማታት ክድኮና ይጅምራ። ሕጂ ብምንታይ ክንገልጾ ንክእል እዚ? ዓዲ እከለስ እታ ከተማ ክንደይ ሰብ ኣለዋ? ሸውዓተ ሚልዮን፣ ኣርባዕተ ሚልዮን፣ ሽዱሽተ ሚልዮን፣ እተን ዓበይቲ ዓበይቲ ሜጋ ከተማታት ዝብልወን ሒዘንኦ ዘለዋ እዚ ምናልባሽ ምስ ናይ ነፍሲ ወከፍ ሃገር ምስ ናይ ነፍሲ ወከፍ ህዝቢ ኩነታት ክመጣጠን ይኽእል ንሕና ብጆግራፍ ካብ ሰሜን ንደቡብ ካብ ምብራቕ ንምዕራብ እንድሕር ርኢና ግን እቲ ልምዓት ከነካይደሉ ንኽእል እተፈላለየ ቅድሚ ሕጂ ዘይተዳህሰሰ ጸጋታት ዘለዎ ሕጂ እውን በዞም ዝትግበሩ ዘለዉ ፕሮጀክታት ናቱ ሓይሊ ናይ ምንቅስቓስ ናይ ቁጠባ ዕብየት ኣንፈት ዝህብ ዘሎ ናብኡ ክግዕዝ ክኽእል ኣለዎ። ኣብ መወዳእታ እቲ ዋሕዚ ናይ ሰባት ማዕረ እቲ ንቁጠባን ንዕብየቱን ዝድርኽ እተፈላለየ ረቋሒታት ተማጣጢኑ ክኸይድ ክኽእል ኣለዎ። ሕጂ ናብቲ ነጥብኻ ክመጽእ ምእንቲ፣ ኣብ ኣስመራ ማይ ተሳኢኑ ይበሃል። ሕጂ ሓደ ሓደ ኩሉ ሰብ ክዛረበሉ ዘለዎ ንዓይ እንድሕሪ ሓቲትካኒ ቀዳምነት ድዩ ንዓይ ቀዳምነት ኣይኮነን ኣየድልን እዩ ማለት ኣይኮነን ሰብ ማይ ክሰቲ ይብሉ ማለት ኣይኮነን ሰብ መነባብርኡ ወይ ዓይነት ህይወቱ ክመሓየሽ የብሉን ማለት ኣይኮነን ንመን ተስቲ ማይ ቅድም እንድሕር ደኣ ኣብዚ ንነብሮ ዘለና ናይ ከተማ ኣዝየን ዝማዕበላ ከተማታት እሞ ህዝቢ ከኣ ናብኣን ጥራይ እናተሳሓበ ከም ዝኸይድ ኣብኡ ከኣ ነቲ ዝሰሓብ ዘሎ እናዓበየ ዝመጽእ ናይ ህዝቢ ብዝሒ ንዕኡ ኣገልግሎታት ከተቕርበሉ ዄንካ ምስ ዓይነት ህይወት ናይ ሰባት ሃልኪ ናይ ማይ ካብ መስመሩ ስለ ዝወጽእ ብሃገር ደረጃ ከም ጸጋ እንድሕር ትወስዶ ዄንካ ማይ ናብ መን ኢኻ ትሰዶ ዘለኻ መን እዩ ዝጥቀመሉ ዘሎ ካብዚ ከተማታትን ሓውሲ ከተማታትን ውጽእ ኢልካ እኮ ኣብ ደገ ትረፍ መሕጸብ ነብሶም መሕጸብ ኣእዳዎም ማይ ዘይረኸቡ ንጎረርኦም ማይ ዘይረኸቡ ሰባት እውን ኣለዉ እኮ። እዞም እውን ዜጋታት እዮም መሰል ኣለዎም ከምቲ ካልእ መሰል ክረኽቡ ክእሉ ኣለዎም ኣገልግሎታት ክረኽቡ ክእሉ ኣለዎም ጽርግያታት ክህሉ ኣለዎ ናይ ጥዕና ናይ ኣብያተ ትምህርቲ ገልግሎታት ልዕሊ ኩሉ ከኣ ማይ ክህልዎም ክኽእል ኣለዎ ሕጂ እዚ እውን ኣብ ግምት ኣእቲኻ ናይ ሰናይ ተግባር ሕቶ ኣይኮነን መሰል እዩ ግቡእ እዩ ሕጂ ማይ ኣበይ ኣበይ ከባቢታት ክህሉ ኣለዎ ኣብ ተደኩነን ዘለዋ ከተማታትን ሓውሲ ከተማታትን ጥራይ ዝጠለበኦ ማይ ከነምጻለን ኢልካ ደረት ዊን ኣሎ ነተን ከተማታት ዝበሃላ ዘለዋ ወይ ሓውሲ ከተማታት ዝበሃላ ዘለዋ ዝኣክል ትሕተ ቅርጺ ኣዋዲድካ ማይ ከተቕርበለን እንድሕር ኮንካ ምስ እና ኣበየ ወይ እና ወሰኸ ዝኸይድ ሃልኪ ናብቲ ቀዲመ ዝበልክዎ ሰብ ኩሉ ዘይኮነ እቲ ዝበዝሕ ናብ ማይ ዘለዎ ማይ ዘለዎ ጥራይ ኣይኮነን ኩሉ ግዜ ንህይወት ንመነባብሮ ዘድሊ ምንጪ ወይ ረቋሒታት ደማልእ ክህሉ ክእል ኣለዎ ሕጂ ኣብ ብዙሕ ሃገራት ከተማታትን ሓውሲ ከተማታትን፣ ምውጣን ናይ ከተማታትን ሓውሲ ከተማታትን ዝርገሐን፣ ብጀካ ናይ ጸዓት፣ ማሕበራዊ ኣገልግሎታት፣ እቲ ቀዳማይ ዝመጽእ ኣርእስቲ ድማ እዩ። ኢንዱስትርያውነት ማዕቢሉ፣ ናይ ኤለትሪክ ኣገልግሎት በቲ ርትዓዊ ዋጋ ኣብ ኩሉ ክባጻሕ ክኢሉ እሞ፣ ማይ ከኣ ዝኣክል ስለ ዘሎ፣ ማይ፣ ይወሃብ ትብል ትኽእል። ኣነ ሕጂ ኩሉ ግዜ ኣብ ነንበይኑ ኣጋጣሚታት ደምጾ ኣብ ሲንጋፖር ሲ ሲንጋፖር ትሽዓተ ወርሒ ማይ ሃርማ እታ ከተማ ዓዲ እያ ትበሃል ኣብ ዝኣተኻዮ ሆቴል ወረቐት ኣሎ በጃኹም ማይ ኣይተባኽኑ ኣእዳውኩም ከምዚ ግበሩ ማይ ከምዚ ጌርኩም ጎጽጎጹ ስናንኩም ዝበሃልሲ እዚ ኩሉ ማይ ከለዎም ስለምንታይ እዮም ከምኡ ዝብሉ ቅድሚ ዓሚ ምናልባሽ ኒውዮርክ ከይድና ኣብ ሓንቲ ሆቴል ኣቲና ኔርና። ኣብታ ሆቴል እቲ ማይ ሃድሰን ዝብልዎ ሩባ ብኡ እዩ ዝሓልፍ። ዋላ እታ ዓበየት እታ ከተማ ዓሰርተ ሚልዮን፣ ዓሰርተ ክልተ ሚልዮን፣ ዓሰርተ ሓሙሽተ ሚልዮን ዋላ ዕስራ ሚልዮን ተበጽሐት ዝኣክል ማይ ኣለዎም እንዶ ስለምንታይ ከምዚ ዓይነት ንቕሓት ኣብ ሰባት ክፈጥሩ ደልዩ ኣለዉ? ኣብዚ ሕጂ ኣነ ናብኡ ክኸይድ ደልየ ኣይኮንኩን። እቲ ኣርእስቲ ኣብኡ ደረጃ እውን ኣይበጻሕናን ገና ኣበይ ኣለና ንሕና ንሳቶም ኣበይ ኣለዉ ትብል ትኽእል። ማይን ቀረብ ማይን ኣገልግሎት ማይን ኣብ ከተማታትን ሓውሲ ከተማታትን ኣብ ገጠራትን ብኸመይ መንገዲ ክውጠን ክኽእል ኣለዎ፣ ንዕኡ ዘድሊ ትሕተ ቅርጺ ብኸመይ ክዋደድ ክኽእል ኣለዎ፣ ናይ ዕደላ ስርዓት ብቑዕ ክኸውን ምእንቲ ከመይ ክኸውን ኣለዎ፣ ዓይነት ህይወት ናይ ሰባት ክቕየር ምእንቲ፣ እቲ መነባብሮ ናይ ኣባይቲ፣ ናይ ማይ ቀረብ፣ ዝርግሐ ናይ ማይ፣ ዕደላታት ናይ ማይ፣ እትጠቓቕማ ናይ ማይ እውን ብግቡእ ሀብላ ኣለዎ። ዜርካ ዜርካ ግን ኣነ እቲ ሕጂ ዝትግበር ዘሎ ፕሮግራማት ንከተማታት ዝምልከት እዚ ናይ መግቢ ውሕስነት፣ ናይ ሕርሻ፣ ናይ መስኖ፣ ናይ ሓጽብታት ዝበሃል ዘሎ ናብኡ ገጹ ክብል ኣለዎ። ተገዲድካ ንዓ ውረድ ኣብ ማይ ዘለዎ ኪድ ክትብሎ ኣይትኽእልን ኢኻ ንሰብ ከም ዝሓረዮ ተደልዩ ክኸይድ ይኽእል ተደልዩ ኣይከይድን ግን ግዱድ ክትከውን ኣይትኽእልን ኢኻ። ኣብዚኣ ኮፍ ኢለ ኣለኹ እሞ ማይ ኣምጹለይ ኣብዚ ከባቢ እዚ ማይ ከም ድላየይ ድሕጸበሉ መዓልቲ ክልተ በርሚል ከፍስስ እየ እንድሕር ኢልንስ በየናይ መሰል እሞ ክልተ በርሚል ከተፍስስ ኢኻ እስኻ ካልእ ኣሎ እኮ ንጎረርኡ ማይ ዘይረኸበ ኣብ ካልእ ቦታ እውን ክውዕል ይኽእል እዩ ንገዛእ ርእሱ ኣብዚ ከተማ ዘሎ ማይ ኣብተን ከተማታት ዘሎ ማይ ዝኣክል ትሕተ ቅርጺ ስለ ዘይብሉ ከም ብሓድሽ ኣይነገልግሎን ናይ ትሪትመንት ወይ ናይ ፍወሳ ማእከላት እውን የብሉን ኣብ ኩለን ዓበይቲ ከተማታት ከምኡ ዝኣመሰለ ኣሎ። ምናልባሽ ኣብ ገለ ገለ ከተማታት ቀደም ክድኮና ከለዋ ናይ ሽቓቓት ናይ መጻረዪ መስመራት ትሕተ ቅርጺ እውን ስለ ዝጸንሐ እናደኸመ ከይዱ ክንብል ንኽእል። ግን ንዕኡ ከነማዕብሎ ክንክእል ጥራይ ዘይኮነስ ርስሓት ማይ ብዝናብ፣ ብውሒጅ፣ ብኾረር ኢሉ ዝወርድ ጥራይ ዘይኮነ ካብ ሽቓቓትን ካብ ዝተፈላለየ ናይ መመስርሒ ትካላትን ዝመጽእ እውን ከም ብሓድሽ ክንጥቀመሉ ክንክእል ኣለና። ሕጂ እዚ ኣብ ካልእ ገጂፍ ኣርእስቲ ከእትወና ስለ ዝኽእል ኣነ ማይ ተሳኢኑ ኣገልግሎት ናይ ማይ ተሳኢኑ ከምዚ ኮይኑ ከምዚ ተፈጢሩ ዝብሃል ኣግፋሕ ኣቢልካ ምጥማት ውን ኣሎ ከባቢኻን ኣብ ቅድሜኻ ዘሎ ጥራይ ክትጥምት የብልካን ርሕቅ ኣቢልካ ውን ሕልና ጥራይ ዘይኮነስ መሰል ውን እየ ኣነ ዝብሎ ኩሉ ግዜ ኣነ ክንድዚ ረኺበ ኣለኹ ናይ ኣገልግሎት ማይ ረኺበ ኣለኹ ሓንቲ መዓልቲ ቦጥ ተዘይተረኽበት በርሚል ተዘይመልኤ ማይ ተሳኢኑ ኢልካ ጫዕጫዕ ክትብል ኣብ ብደልሚ ብኣድጊ ብተስዓቢ ማይ ድጓርት ውን ኣሎ ን ምሉእ ስድራቤት ክልተ ጀሪካን ሰለስተ ጀሪካን ደይከውን ን ክልተ ሰለስተ መዓልቲ ደጽንሕ ማያት ድጓርቱ ሰባት ውን ኣልዉ ዜጋታት ናይዚ ሃገር እዮም መሰሎም ሕጂ ኣነ ናብ ካልእ ኣርእስቲ ከብሎ ይደልንየ ግን ኣገልግሎት ማይን ተጠቃምነት ማይን መሰል ናይ ሰባት ናብ ማይን ሓደ ካብ ናይ ዜጋታት መሰል ስለ ዝኾነ ከመይ ከመይ ገርካ ትጥቀመሉ ከኣ ጥንቅቅ ዝበለ ውጣነን ኣተሓሕዛን ከድልዮ እየ እምበር ትም ኢልካ ኣብ ዘጣዓመካ ግዜ ክትዕዘምዝም መሰል እዩ ክትዕዘምዝም ትኽእል ኢኻ ግን ኣብ መወዳእታ ብኸመይ መንገዲ ይምለሽ ትምዕዝምዛም ናይ ብሓቂ እቲ ዝጥለብ ዘሎ ኣገልግሎት ክቐርብ ኣለዎ ድዩ ቀዳምነት ድዩኸ ብዙሓት ካልኦት ክምለሹ ዘለዎም ሕቶታት ስለ ዘለኣነ ኣብቲ ናይ ዜና ፕሮግራማትኩም ጽቡቕ ጎስጓሳት ተካየድኩምሉ ነዚ ማይን ኣጠቓቕማን ጥቕሚ ናይ ማይን ቁም ነገር ናይ ማይን ዝበሃል ነፍሲ ወከፍ ዜጋ ናይዛ ሃገር ንቕሓቱን ሕልንኡን እንተድኣ ኣብቲ ዝለዓለ ደረጃ በጺሑ ብዝሓጸረ ግዜ ማያትናስ ከነዋህልሎም ክንእክቦም ኣብ ሓጽብታት ኣብ መዐደሊ መስመራት ጥራይ ዘይኮነስ ኣብ ገገዛውትና'ውን ከመይ ጌርና ከም እንጥቀመሎም ክንፈልጥ ንኽእል ኢና።